ሰላም ከመይ ወይ ጸኒሕኩም ሕጂ ድማ ናብ ጂሜል ኣካውንት ከመይ ኢልካ ትኸፍት ክንርኢ ኢና ኣብ ሓንቲ ቪድዮ ከመይ ኢልካ ኢሜል ወይ መልእኽቲ ትሰድድ ብኢንተርነት ርኢና ነርና ጂሜል ኣካውንት ክህልወካ ስለ ዘለዎ ግን ምናልባት ኣድላይነቱ ስለ ዝተረኣየኒ ቁሩብ ጂሜል ኣካውንት ከመይ ጌርና ትሰርሕ ንርኢ ኢና ካብ ውሽዑ ጂሜል ኣካውንት ምስ ሃልወካ ኢሜል ክሰድድ ትኽእል ማለት መልእኽቲ ክሰድድ ትኽእል ስለዚ ጉግል ንኸፍት እሞ ጂሜል ንብል enter ኣብዛ ጂሜል ትብል ደላ ንሃርም ኣብዚኣ መፂና ክሬት ኣን ኣካውንት ትብል ደላ ኣብኣ እንፀቕጣ ክሬት ኣካውንት ትብለና ስለዚ ዲቴይልስ ናህና ዝርዝር ፎርም ክንመልእ ኢና ማለት እዩ ሽም ትብል ኣላ ስምረት ንበሎ ዝኾነ ናትካ ንናህና ሽም ንህባ ማለት እዩ ላስት ኔም ናይ በሓጎ ሽም ማለት እዩ ንበሎ ተስፉ ዩዘር ኔም ንሕና መለለይት ማለት እዩ ኢሜይል ኣድረስ ክትከውን እያ ንመፃኢ ስለዚ ስምረት ተስፉ ንበላ ፓስወርድ ንስኻ ጥራይ ትፈልጦ ካልእ ሰብ ዘይፈልጦ ልክዕ ከም መፍትሕካ ማለት እዩ ንገብር ክንዝክር ኣለና እዚኣ ምክንያቱ ካልእ መዓልቲ ክንኣቱ እንተኮይንና ናብዚኣ ብኣኣ ስለ ንኣቱ ማለት እዩ እዚኣ እንተ ሃሪመያ እንታይ ከም ዝጸሓፍኩ ከተርእየኒ ትኽእል እያ፣ ግን ዝጸሓፍኩዎ ስለ ዝፈልጦ ሕጂ ወይ ንስኹም ከይትርእይዎ ካልእ ሰብ ክፈልጦ ስለ ዘይብሉ ኣይከፍታን እየ ማለት እዩ። ኔክስት ክብላ እየ። ቀይሕ ሂባትኒ ኣላ ኣይሕለፈትንን ካብዚኣ ገጽ እዚኣ። ዘይሕለፈትኒ ምኽንያት እንታይ እዩ? ቀይሕ ጌራትሉ ኣላ። እዚኣ ዛት ዩዘር ኔም ኢዝ ቴክን ትብል ኣላ። እዛ ዩዘር ኔም እዚኣ እዛ ሽም እዚኣ ተኸፊ- ተወሲዳ እያ። ስለዚ ወይ እዚኣ ፈትን ወይ እዚኣ ፈትን ወይ ከዓ እዚኣ ፈትን። ንኣብነት ሕጂ እዚኣ ክፍትን እየ ኣነ። እዚኣ ምስ ፈተንኩ ሕጂ እዚኣ ተቐይራ ኣላ ማለት እዩ ስምረት ተስፉ ኣርባዕተ ኔክስት ክብለ ሕጂ ኣሕሊፋትኒ ነዚ ፓስወርድ ኣብዚ ሴቭ ትገብሮ ትኽእል ዲኻ ትብል ኣላ ሴቭ እንተለዮ ቤን ይጥቀመላ ተኮይነ እዛ ኮምፒውተር ፀገም የብሉን ኖትናው ኢለያ ኣለኹ ቴሌፎን ኣብዚ ክህባ ክእል እየ ንናህና እንተሂብናዮ ዝበለፀ ማለት እዩ ስለዚ ዝኾነ ክንኣቱ ገለ ተደሊና ብቴሌፎንና ሓገዝ ክንረክብ ስለ ንኽእል ሕጂ ግን ሱቕ ኢለ ኔክስት ክብለ እየ ምሕላፍ ከሊኣትኒ ኣላ ሕጂ ከኣ ምክንያቱ ነዚ ነዚ ቴሌፎን ንኣብነት ቀይሕ ምልክት ኣይገበረትሉን ነዚ ካልእ ግን ክምላእ ዘለዎ ግድን ቀይሕ ጌራትሉ ኣላ ማለት እዩ ንዕኡ ነዚኣ እንዳሃረምኩ እመልኦ ኣለኩ ማለት እዩ ዕለት ዕስራ ንበሎ ዓመተ ምህረት ሽሕን ትሽዓተን ሚእትን ተስዓን ንበሎ ጀንደር ጾታ ማለት እዩ ሽዑ ካብኡ ኔክስት ንብሎ ኤክስ ምስ በልና እዚ እቲ ሕግታት ናይ ጉግል ማለት እዩ ንታሕቲ ወሪድና ኣይ ኣግሪ ንብሎ ንሰማማዕ ኢና በዚ ናትኩም ሕጊ ኢልና ክሬት ኣካውንት ንብል እታ ኮንፈርም ንብላ እናፀቐጥኩ ከይድ ኣለኹ ማለት እዩ ኣብ ክሬት ኣካውንት ፀቒጠ እንደገና ኣብ ኮንፈርም ፀቒጠ ሕጂ ትሰርሕ ኣላ እዛ ብሉ ምልክት ናይ ትሰርሕ ኣላ እዩ ስታተስ ናታ ማለት እዩ ኣብ ምንታይ ደረጃ በፂሓ ኣላ ስለዚ እታ ናህና ኢሜይል ኣካውንት ትኽፈት ኣላ እታ ናህና ኢሜይል ኣድረስ ሕጂ ክንቀበላ ኢና ማለት እዩ ስለዚ ተቐቢልና እያ ማለት እዩ ስለዚ ኣብዚ ዝኾነ ሓበሬታ ኣሎ ዝኾነ ኣኼባ እንተደሊኻ ከም ትገብር ትኽእል ኢኻ ወይ ገለ ብለና ኣሎ ቻት ገለ መለ ንብዙሕ ጠቕመና ክእል እዩ ማለት እዩ መፃኢ ጂሜል ምህላው ኣካውንት ካልእ ናብ ዩቲዩብ ገለ ክንከይድ ከለና ጂሜል ክንጥቀም ንኽእል ማለት እዩ ወይ ሰብ ዝሰደልና ዝኾነ ቪድዮ እንተሎ ብምስጢር ወይ ናይ ሓባር ኣብ ዩቲዩብ ኣካውንት እውን ክንሪኦ ዝያዳ ቀለልና ማለት እዩ ንሕና ባዕልና እውን ናይ ዩቲዩብ ኣካውንት ክንከፍት ናይ ዩቲዩብ ሕሳብ ከፊትና ቪድዮ ንህዝቢ ክንዝርግሕ ወይ ብምስጢር ንዝተወሰኑ ሰባት ሊንክ ሰዲድና ከነካፍል ይሕግዘና ማለት እዩ ስለዚ ሕጂ ኢመይል ስለ ዘለና ግን እንታይ ክንገብር ንኽእል ኢና መልእኽቲ ክንሰድድ ንኽእል ኢና ንድግማ ዝኣክል ናይ በይና ቪድዮ ኣላታ ንድግማ ግን ኣብዛ ኮምፖዝ ሃርም እሞ እዛ ዊንዶው እዚኣ ትመፀለ ኣብዚኣ ኮምፖዝ ሃሪመ እዚኣ መፅያትለይ ኣላ እዛ ዊንዶው እዚኣ ሽዑ ናብ ንኣብነት ሰማዩ ደረትና ኢለ ጂሜል ኣድራሻ ይህባ ማለት ናብቲ ኣድራሻ ወይ ሰማይ ደረተይ ሰማይ ናብቲ ዝሰደሉ ዘሎ እዚ ብዚ ሰማይ ዩ ደረተይ ሰማይ ተጌረዮ ኣብዛ ሳብጀክት ኣገዳሲት እንታይ ኢልና ነርና ልዕሊ ሓምሳ ዝኾኑ ፊደላት ወይ ካራክተርስ ከነሕልፍ የብልና ድማ ኣብዚ ሳብጀክት እንታይ ኢና ክነእቱ ዘለና ኣርእስቲ ጥራይ ጉዳይካ ብዛዕባ ምንታይ ምዃኑ ኣብነት ብዛዕባ ሰላምታ ጥራይ ክትብሎ ተደሊኻ ሰላምታ ብዛዕባ ምሕዳስ ናይ መንበሪ ፍቓድ ተኾይኑ ምሕዳስ መንበሪ ፍቓድ ኢልካ ኣብዚ ሪኒዋል ኦፍ ሬሲደንስ ፐርሚት ወይ ዝተፈላለየ ኣርእስትኻ ሓፃር ኮይና ካብ ሓንቲ ሰንተን ዘይትሓልፍ ማለት እዩ ኣብዚ ግን ሰላምታ እንተይልና ንኣብነት ሕጂ ኣብዚ ሃይ ከመይ ኣለኻ ንብል ካብኡ ሱቕ ኢልና ንፅሕፍ ኣብዚ ማለት እዩ መስመራት እንዳወሰኽና ሱቕ ኢልና ኣብዚ ፅሒፍና ንቐፅል ማለት እዩ ስለዚ እዚ ብምሉእ ፀሓፍና ኣብ መወዳእታ ዓፂና ሰንድ ንብላ ሰንድ ቴለያ በዛ ጫፍ እንታይ መፅያት ኣላ ያላ ሜሴጅ ሰንድ ኢላላ ሜሴጅ እቲ መልእኽቲ ተሰዲዱ ኣሎ ማለት እዩ ስለዚ በዚኣ ንውድእ ማለት እዩ ስለዚ እንታይ ኣለና ማለት እዩ ሕጂ ኢሜል ኣድረስ ኣለና ልክዕ እዛ ኣብ ላዕሊ ዘላ ስምረት ተስፉ ኣርባዕተ ጂሜል ዶት ኮም ኣላትና ሓዳሽ ዝኸፈትናያ ኮምፖዝ ተልና ከዓ መልእኽቲ ክንሰድድ ንኽእል ማለት እዩ እዚ የቀኒለይ ኣብ ዝመፅእ ዩትብ ቪድዮ ከመይ ጌርካ ኣዳሊኻ ዩትብ ኣብነት ዝኾነ በርዝደይ ናይ ቆልዓ ሃሊካ ወይ ዝኾነ ፌስታ ነይርካ ከመይ ጌርካ ናብ ስድራ ቤት ናብ ህዝቢ ብምሉእ ዝሪኦ ዘይኮነ ናብ ስድራ ቤት ጥራይ ከመይ ጌርካ ኣፕሎድ ጌርካ ኣብ ዩቱብ ሰቒልካ ምስ ቀረባኻ ዝኾኑ ኣዝማድ ዕሩኽ ሼር ትገብር ወይ ትካፈል ክንርኢና ማለት እዩ ሕጂ በዚኣ ወዲና ኣለና